ሰላም ዝኸበርኩም ተኸታተልቲ ናትና ቲቪ ከመይ ትውዕሉ ኣኣብ ዘለኹሞ ሰላምን ጥዕናን እናተመነና ንሎሚ ዕለት ዘዳለናልኩም ዜናታት ውሽጢ ሃገርን ወፃን ሒዝናልኩም ተረኺብና ኣሎና ክሳብ ፍፃመ ክትከታተሉና ብኣኽብሮት እንዳዓደምና ናብ ዘዳለናዮ ትሕዝቶ ንሰግር ኣርእስተ ዜና ከም መቐጸልታ ናይቲ ሞያውያን ጥዕና ሃገርና ብተሞክሮን ብቕዓትን ክም ንምባል ምስ ዝተፈላለዩ መሻርኽቲ ኣካላት ብምትሕብባር ዝካየድ ዘሎ ጻዕሪ ሃገራዊ መወከሲ ሆስፒታል ኦሮታ ብምትሕብባር ኤርትራውያን ሓካይምን ኣብ ሕቡራት መንግስታት ኣሜሪካ ዝመደበሩ ሰርጀንስ ፎር ስማይልስ ዝተሰምየ ጉጅለ ሓካይምን መጥባሕቲ ገጽን መንጋጋን ኣብ ኣስመራ የካይዱ ከም ዘለዉ ተቓሊሑ። ከም መቐጸልታ ናይቲ ኤርትራ ኣብ ዞባናን ኣህጉርናን እተካይዶ ዘላ ዲፕሎማስያዊ ንጥፈታት፣ ኣምበሳደር ኤርትራ ኣብ ሪፓብሊክ ኢጣልያን ተንቀሳቓሲ ኣምባሳደር ኣብ ንግስነት ሽወደንን ኣቶ ፍስሓጽየን ጴጥሮስ ምስ ዝተፈላለዩ ሰበስልጣን ሽወደን ኣገዳሲ ርክባት ከም ዘካየደ ተሓቢሩ። ምዕቃብ ሃገራዊ ባህላዊ ውርሻ መሰረት ምዕባለ ምዃኑ'ዩ ዝግለጽ። እዚ ብምርዳእ ድማ ኣብታ ወደባዊት ከተማና ከተማ ዓሰብ ካብ ዓሰርተ ሓደ ክሳብ ዓሰርተ ሰለስተ ሚያዝያ ዝካየድ ኣብ ምዕቃብ ሃገራዊ ባህላዊ ውርሻ ዘተኮረ ሃገራዊ ዓውደ ዘተ ባህላዊ ውርሻ ባህላዊ ዕብየትና ቀንዴል ምዕባለና ብዝብል ቴማ ይካየድ ከምዘሎ ተፈሊጡ። ኣብ መንጎተን ዝዓበየ ናይ ዓለምና ቁጠባ ከም ዝውንና ዝንገረለን ሃገራት ቻይናን ኣሜሪካን ዝካየድ ዘሎ ንግዳዊ ኪናት ካብ ዕለት ናብ ዕለት እናዓበየ ኣብ ዝኸደሉ ዘሎ እዋን ህዝባዊት ሪፓብሊክ ቻይና ኣብ ልዕሊ ኩሎም እትዋት ካብ ኣሜሪካ ዝመፁ ንግዳዊ ፍርያት ዝኣወጀቶ ናይ 84 ሚእታዊት ወሰኽ ቀረፅ ካብ ትማሊ ሓሙስ ጀሚሩ ተግባራዊ ኮይኑ ከም ዘሎ ኣፍሊጣ። ከም መቐጸልታ ናይቲ ሞያውያን ጥዕና ሃገርና ብተመክሮን ብቕዓትን ክም ንምባል ምስ ዝተፈላለዩ መሻርኽቲ ኣካላት ብምትሕብባር ዝካየድ ዘሎ ጻዕሪ ሃገራዊ መወከሲ ሆስፒታል ኦሮታ ብምትሕብባር ኤርትራውያን ሓካይምን ኣብ ሕቡራት መንግስታት ኣሜሪካ ዝመደበሩ ሰርጀንስ ፎር ስማይልስ ዝተሰምየ ጉጅለ ሓካይምን መጥባሕቲ ገጽን መንጋጋን ኣብ ኣስመራ የካይዱ ከም ዘለዉ ተቓሊሑ። እዚ ከም መቐጸልታ ናይቲ ዝተፈላለዩ ጉጅለ ሓካይም ካብ ሕቡራት መንግስታት ኣሜሪካ ብምምጻእ ምስ ኤርትራውያን ሓካይም ብምውህሃድ ዘካይድዎ ዘለዉ ሕክምናዊ ኣገልግሎታት ምዃኑ ዝተጠቕሰ መጥባሕቲ ገጽን መንጋጋን ካብ ሽዱሽተ ክሳብ ዓሰርተ ክልተ ሚያዝያ ኣብ ሃገራዊ መወከሲ ሆስፒታል ኦሮታ ዝወሃብ ዘሎ ኮይኑ መዓልታዊ ልዕሊ ዓሰርተ ሕሙማት መጥባሕቲ እናካየዱ ዛጊት ንልዕሊ ሓምሳ ሕሙማት ዕውት መጥባሕቲ ገይሮም ከም ዘለዉ ተገሊጹ። ነዞም ካብ ሕቡራት መንግስታት ኣሜሪካ ዝመጹ ሰርጀንስ ፎር ስማይልስ ዝተሰምዩ ጉጅለ ሓካይም ጠርኒፉ ዝመጸ ዶክተር ኤድዋርድ ቤዞቢትዝ ንማዕከናት ዜና ሃገርና ኣብ ዝሃቦ ሓበሬታ እቲ ዝካየድ ዘሎ መጥባሕቲ መቐጸልታ ናይቲ ካብ 2007 ጀሚሮም ኣብ ዓመት ክልተ ግዜ ናብ ኤርትራ እናመጹ ዘካይድዎ ናይ መጥባሕቲ ኣገልግሎትን ንሰብ ሞያ ጥዕና ኤርትራ ዝህብዎ ናይ ስልጠና መደብን ከም ዝኾነ ብምጥቃስ ጎኒ ጎኒ እዚ ዝካየድ ዘሎ ናይ መጥባሕቲ ኣገልግሎታት ንሞያውያን ሕክምና ኤርትራ እውን የሰልጥኑ ከም ዘለዉን እዚ ናይ ስልጠናን ትምህርትን መደብ ድማ ኣብ መጻኢ ብዝለዓለ ክድፈኣሉ መደብ ከም ዘሎ ኣፍሊጡ። ኣብዚ ዝካየድ ዘሎ ናይ መጥባሕቲ መደብ ዝሳተፉ ዘለዉ ኤርትራውያን ሰብ ሞያ ጥዕና ብወገኖም ካብቲ ምስቶም ካብ ሕቡራት መንግስታት ኣሜሪካ ዝመጹ ጉጅለ ሓካይም ብምዃን መጥባሕቲ ከካይዱ እንከለዉን ዝወሃቦም ዘሎ ስልጠና ክከታተሉ እንከለዉን ተመክሮኦም ዘዐቢ ኣፍልጦኦም ዘበርኽን ምስ ተኣታትዩ ዘሎ ሓድሽ ኣሰራርሓን ቴክኖሎጂን ኣዕሚቖም ክላለዩ ድማ ባይታ ዝፈጥረሎም ከምዝኾነ ገሊፆም። ሙክርትን ክኢላን መጥባሕቲ ስኒ፣ ገፅን መንጋጋን ዶክተር ላይነሽ ገብሪሂወት ብወገና ኣብ ዝሃበቶ ሓበሬታ ኣብዚ እዋን እቲ ኣሃዱ ኣዝዮም ብዙሓት መንእሰያት ክኢላታት ናይቲ ዓውዲ ይፈርዩ ከምዘለዉ ብምጥቃስ በዚ ዝፍጠር ዘሎ ተመክሮ ዘዕቢ ሽርክነታት ድማ ተመክሮ ናይዞም ናእሽቱ መንእስያት ክኢላታት ብምዕባይ ኣብ መጻኢ ምሉእ ብምሉእ ብውሽጣዊ ዓቕሚ ዝካየደሉ ባይታ ንምጥጣሕ ዓሊሞም ይሰርሑ ከም ዘለዉ ኣነጺራ። ሆስፒታላት ኤርትራ ምስ ካብ ዝተፈላለዩ ሃገራት ዝመጹ ወጻእተኛታት ጉጅለ ሓካይም ብምትሕብባር ኣብ ዝተፈላለዩ ሕማማት ዘተኮረ ኣገልግሎታት ይህባ ከም ዘለዋ ዝፍለጥ እዩ። ቅድሚ ቅሩብ እዋን እውን ካብ ሕቡራት መንግስታት ኣሜሪካ ዝመፁ ካልእ ጉጅለ ሓካይም ምስ ኤርትራውያን ክኢላታት ብምሽራኽ ኣገልግሎት ሕክምና ሂቦም ምንባሮም ኣይርሳዕን። ከም መቐፀልታ ናይቲ ኤርትራ ኣብ ዞባናን ኣህጉርናን እተካይዶ ዘላ ዲፕሎማስያዊ ንጥፈታት ኣምበሳደር ኤርትራ ኣብ ሪፓብሊክ ኢጣልያን ተንቀሳቓሲ ኣምባሳደር ኣብ ንግስነት ሽወደንን ኣቶ ፍስሓጽየን ጴጥሮስ ምስ ዝተፈላለዩ ሰበስልጣን ሽወደን ኣገዳሲ ርክባት ከም ዘካየደ ተሓቢሩ። ካብ ሰለስተ ክሳብ ዓሰርተ ሚያዝያ ኣብ ዝነበረ ግዜ ኣምባሳደር ፍስሓጽየን ኣብ ስቶክሆልም ምስ ሚኒስተር ጉዳያት ወጻኢ ማርያ መልመር፣ ዋና ዳይሬክተር ኣህግራዊ ጉዳያት ሚካኤል ሊንድቫልን ሓላፊት ክፍሊ ስደተኛታት ሶፍያ ኢስትማርክን ርክብ ብምክያድ ኣብ ምምዕባል ክልተኣዊ ዝምድናታትን ካልኦት ሓበራዊ ኣገዳስነት ዘለዎም ዞባውን ኣህግራውን ጉዳያት ብዕምቆት ከምዝዘተየ እቲ ዝተረኽበ ሓበሬታ ብተወሳኺ ገሊጹ። ብተወሳኺ እውን ኣምበሳደር ፍስሓጽየን ኣብ ህሉው ዘቤታዊን ዞባውን ጉዳያትን ዘሎ ምዕባለታትን ብዝምልከት ምስ ኣብ ስካንዲኔቭያ ዝርከቡ ሓለፍቲ ኤርትራውያን ውዳበታት እውን ሰሚናር ከም ዘካየዱ እውን ክፍለጥ ተኻኢሉ ኣሎ። ኤርትራ ሳላ ጽኑዕ መኸተ ህዝባን መንግስታን፣ ኣንጻር እቲ ንብዙሕ ዓመታት ኣብ ልዕሊኣ ክካየድ ዝጸንሐ ጸለመን ዓመጽን፣ ኣብዚ እዋን ምስላ እናነጸረን እናተኾለዐትን ትኸይድ ከም ዘላ ዝፍለጥ ኮይኑ፣ ኣብ ዝተፈላለዩ ኣገደስቲ ሽርክነታትን ዲፕሎማሲያዊ ንጥፈታትን ኣብ ምክያድ ድማ ከም እትርከብ ዝፍለጥ እዩ። ብኡ መንጽር ድማ ኣብ ዞባናን ኣህጉርናን ዓለምን ዘለዋ ጽልዋ እናዓበየ ይኸይድ ከም ዘሎ እውን ይግለጽ። ምዕቃብ ሃገራዊ ባህላዊ ውርሻ መሰረት ምዕባለ ምዃኑ እዩ ዝግለጽ። እዚ ብምርዳእ ድማ ኣብታ ወደባዊት ከተማና ከተማ ዓሰብ ካብ ዓሰርተ ሓደ ክሳብ ዓሰርተ ሰለስተ ሚያዝያ ዝካየድ ኣብ ምዕቃብ ሃገራዊ ባህላዊ ውርሻ ዘተኮረ ሃገራዊ ዓውደ ዘተ ባህላዊ ውርሻ፣ ባህላዊ ዕብየትና ቀንዴል ምዕባለና ብዝብል ቴማ ይካየድ ከም ዘሎ ተፈሊጡ። እቲ ትማሊ ዓሰርተ ሓደ ሚያዝያ ኣብቲ ኣብ ከተማ ዓሰብ ዝርከብ ኣደራሽ ብሌን ኮማ ዝተባህለ ኣደራሽ ዝተኸፍተን ላዕለዎት ሰብ መዚ መንግስትን ግንባርን ሰብ ሞያን ካልኦትን ዝሳተፍዎ ዘለዉ ሃገራዊ ዓውደ ዘተ፣ ኤርትራ ሃብታም ባህላዊ ውርሻ ከም ዘለዋን እዚ ድማ ክዕቀብ ከም ዘለዎን ኣብቲ ኣጋጣሚ ተገሊጹ። እዚ መቐጸልታ ናይቲ ኮምሽን ባህልን ስፖርትን ኤርትራ ኣብ ምዕቃብ ባህላዊ ውርሻ ዘካይዶ ዘሎ ጻዕሪ ዝኾነ ዓውደ ዘተ፣ ኣፍልጦን ንቕሓትን መሻርኽቲ ኣካላት ክብ ኣብ ምባል ዝዓለመ ምንባሩ ወደብቲ እቲ ኣጋጣሚ ገሊጾም። ኣብቲ ክሳብ ዓሰርተ ሰለስተ ሚያዝያ ዝቕጽል ኣጋጣሚ ድማ፣ ኣብ ኣካላዊ ባህላዊ ውርሻ፣ ረቂቕ ባህላዊ ውርሻን ቤተ መዘክርን ካልኦት ኣርእስታትን ዘተኮሩ ብጠቕላላ ዓሰርተ ሰለስተ መጽናዕታዊ ወረቓቕትን ምስ ትሕዝቶ ባህላዊ ውርሻ ዞባ ደቡባዊ ቀይሕ ባሕርን ሓፈሻዊ ታሪኽ ከተማ ዓሰብን ዘላሊ ድማ ክልተ ጽሑፋትን ዑደት ምስቲ ዓውደ ዘተ ምትእስሳር ናብ ዘለዎም ቦታታትን ዘጠቓለለ መደብ ክካየድ ምዃኑ እውን እቲ ዝተረኽበ ሓበሬታ ብተወሳኺ ኣፍሊጡ። ኤርትራ ኣብ መዳይ ባህላዊ ውርሻ ክጽናዕን ክስነድን ዘለዎ ሃብታም ባህላዊ ውርሻ ከም እትውንን ዝፍለጥ እዩ። እዚ ዝካየድ ዘሎ ሃገራዊ ዓውደ ዘተ ድማ ኣብታ ወደባዊት ከተማና ከተማ ዓሰብ ይሰላሰል ምህላው ድማ ፍሉይ ርዝነትን ትርጉምን ይህቦ። ኣብ መንጎ እተን ዝዓበየ ናይ ዓለምና ቁጠባ ከም ዝውንና ዝንገረለን ሃገራት ቻይናን ኣሜሪካን ዝካየድ ዘሎ ንግዳዊ ኪናት ካብ ዕለት ናብ ዕለት እናዓበየ ኣብ ዝኸደሉ ዘሎ እዋን ህዝባዊት ሪፓብሊክ ቻይና ኣብ ልዕሊ ኩሎም እትዋት ካብ ኣሜሪካ ዝመፁ ንግዳዊ ፍርያት ዝኣወጀቶ ናይ 84 ሚእታዊት ወሰኽ ቀረፅ ካብ ትማሊ ሓሙስ ጀሚሩ ተግባራዊ ኮይኑ ከም ዘሎ ኣፍሊጣ። እዚ ግብረ መልሲ ናይቲ ኣሜሪካ ኣብ ልዕሊ እትዋት ቻይና ወሲናቶ ዘላ ናይ ሚእትን ዕስራን ሓሙሽተን ሚእታዊት ወሰኽ ቀረጽ ምዃኑ ዝግለጽ ዘሎ ወሰኽ ቀረጽ ነዘን ሃገራት ናብ ዝኸፍኣ ንግዳዊ ቁርቁስ ከይወስደን ተሰጊኡ ኣሎ። ብዘይካዚ ቻይና ተወሳኺቲ ወሰኽ ቀረጽ ንዓሰርተ ሸሞንተ ኩባንያታት ኣሜሪካ'ውን ኣብ ዘርዘር ጸሊም መዝገብ ኣስፊራተን ከምዘላ'ውን ተፈሊጡ። ምስ ኣሜሪካ ኣብ ሕድሕዳዊ ምክብባርን ማዕርነትን ዝተሞርኮሰ ዘተ ከተካይድ ቅርብቲ ምህላዋ ገሊጻ ዘላ ህዝባዊት ሪፓብሊክ ቻይና፣ ጸቕጢ፣ ምፍርራህን ምጽላምን ቅኑዕ መንገዲ ከምዘይኮነ ብምስማር፣ ኣሜሪካ ከምቲ እትኸዶ ዘላ እንተቐጺላ ንሳ እውን ዓጸፌታዊ ግብረ መልሲ ክትህብ ድልውቲ ከም ዘላ ኣነጺራ። እዚ ኣብ መንጎ ኣሜሪካን ቻይናን ዝውሰን ዘሎ ወሰኽ ቀረጽ ንንግዳዊ ምልውዋጥ ክልቲኤን ሃገራት ብኣስታት 80 ሚእታዊት ከጉድሎን ኣብ ቁጠባ ዓለምና ድማ ከቢድ ሃስያ ከስዕብ ከም ዝኽእልን እዮም ቁጠባውያን ተንተንቲ ዝገልጹ። ትራምፕ ኣብ ልዕሊ ሱሳ ሃገራት ወሲንዎ ዘሎ ወሰኽ ቀረጽ ንዝቕጽል ሰለስተ ኣዋርሕ ተግባራዊ ክኸውን ከም ዘይኮነ ትማሊ ረቡዕ ምግላጹ ኣይርሳዕን። እምበኣርከስ ዝኸበርኩም ተኸታተልቲ ናትና ቲቪ ንሎሚ ዕለት ዘዳለናልኩም ዜናታት ውሽጢ ሃገርን ወፃእን እዚ ክትከታተልዎ ዝፀናሕኩም እዩ ኣብ ዝቕፅል ዕለት ብዝተፈለየ ትሕዝቶ ክሳብ እንራኸብ ሰላምን ጥዕናን